ብኸመይ ንደቅና ወይ ንንኣሽቱ ኣሕዋትና በላሕቲ ንገብሮም ፈላጣት ንገብሮም ብኸመይ let's go ቀዳመይቲ ኩሉ ግዜ ከም ዓቢ ሰብ መጠን ነዕልሎ ንዛረቦ ከምኡ ድማ ዝኾነ ምኽሪ ካብኡ ክንወስድ ንሕተቶ ምኽንያቱ ኩሉ ግዜ ቆልዓ እንታይ እዩ በሊሕ ክትገብሮ እንተኾይንካ ምስኡ ከተዕልል እንተኾይንካ ካብኡ ዝኾነ ምኽሪ ክትወስድ እንተኾይንካ just ንሱ ቆልዓ ከም ዘይኮነ ንነብሱ የእምና ንሱ ሓላፍነት ክስምዖ ከም ዝኽእል ነብሱ የእምና ምስ ሰባት ዘለዎ ኣረዳድኣ ከመይ ጌርካ ዓበይቲ ከተዕልል ከም ትኽእል ነብሱ ይእምና ማለት እዩ so ንዝኾኑ ቆልዓ ንስኻ ንእሽተይ ኢኻ በዚ ተጸጋዕ በዚ ኮፈል በይንኻ ብላዕ በይንኻ ኩን ኪድ ምስ ቆልዑ ተጻወት እንተልካዮ ኩሉ ግዜ ቆልዓ ኮይኑ ዘሎ ኮይኑ ይስምዖ ወላ ምስ ዓበየ ውን just ንሱ ንእሽተይ ከም ዘሎ ወላ ሓንቲ ከም ዘይፈልጥ ከም ዘይክእል እዩ ንብሱ ዘእምና ማለት እዩ so ንዝኾኑ ነገር ንደቅና ወይ ንኣሽቱ ኣሕዋትና በላሕቲ ክንገብሮም እንተኾይንና ቀዳመይቲ ክንገብራ ዘለና ከም ዓቢ ሰብ መጠን ምስኡ ንዕልል ካብኡ ዝኾነ ምኽሪ ክንወስድ just open ኮይንና ካብኡ ዝኾነ ምኽሪ ክንወስድ ሓደ ሓላፍነት ክስምዖ ክኽእል ካልኣይ ድማ ኣዘራርባ ክእለት ኣዘራርባ ምስ ሰባት ከመይ ጌርካ ትዛረብ ከማዕብሎ ይኽእል so ከም ዓቢ ሰብ መጠን ነዕልሎ። ካልኣይቲ ኩሉ ግዜ ንቆልዓ ከምዚ ግበር ከምዚ ግደፍ ከምዚ ኪድ ተመሃር ኣይኮንካን ክትብሎ ዘለካ ፈለማ መንገዲ ከተርእዮ ከም ዘለካ ንኣብነት ኩሉ ግዜ ኪድ ተመሃር ከምዚ ግደፍ እንታይ ትገብር ኣለካ እንተልካዮ never ኣይሰምዐካን እዩ so እንታይ ክንገብር ኣለና ናይ ግድን መንገዲ ክንርእዮ ከም ዘለና እንታይ ዓይነት ትምህርቲ ከም ዝመሃር እንታይ ዓይነት ድሌታቱ ከም ዝመሃር ወይ ድማ ናበይ መንገዲ ከም ዝከይድ ባዕልና ክንመርሖም ክንክእል ኣለና ጀስት ንሶም በይኖም ክኸዱ ዋላ ሓንቲ ይፈልጡን እዮም ኣይክፈልጡን እዮም ኣይክርእይዎን እዮም ሶ ባዕልኻ ፈለማ ኮፒ ኣብ ነብስኻ ጌርካ ኣብ ቅድሚኦም ኩሉ ግዜ ቆልዓ ከምዝግበር ኣይኮንካን ክትብሎ ዘለካ ባዕልኻ ኣብ ቅድሚኡ ዝኾነ ነገር ክትገብሮም ምስ ዝርእየካ ቆልዓ ካልኣይቲ መዓልቲ ክደግማ እዩ ሶ ፈለማ ካብ ኪድ ተመሃር ከምዚ ግበር ካብ ትብሎ መንገዲ መርሓዮ። ሰይቲ ዝኾነ ቆልዓ ዝኾነ ንኣሽቱ ኣሕዋትና ንኸይምዕብሉ በላሕቲ ንኸይኮኑ ተሃስዮም ምቁያቕ of course እዚኣ ብፍላይ ኣብ ሕብረተሰብና ዓቢ ዓቢ ሃስያ ዘለዋ እያ ምኽንያቱ ኩሉ ግዜ ንስኻ of course ቆልዓ ሕማቕ ክገብር ይኽእል እዩ ወላ ሓንቲ ኣይፈልጥን እዩ so ካብ ብሕማቕ ብጽቡቕ መንገዲ ቀስ ኢልና ክነረድኦም ክንፍትን ከለና ግን ሓደ ከመይ ጌርካ ኣተሓሳስባ ከማዕብል እኽል ብኸመይ መንገዲ ሕማቕን ጽቡቕን ክፈላሊ እኽል ግን no ከምዚ ጌርካ ከምዚ ኢልካ ክትቋየቖ ከለኻ ኣዳፕት ይገብሮ በቃ ይስምዖ ከምዚ ኩሉ ግዜ ሕማቕ ምግባር ናተይ ኢሉ ይተሓሓዞ ንሳ ሕጂ ኩሉ ግዜ ብጽቡቕ መንገዲ ከተሐጉሶ ብሕማቕ መንገዲ ድማ ቀስ ኢልካ ከተረድኦ ከለኻ ግን ንሱ ድማ በሊሕ ኮይኑ ሕማቕን ጽቡቕን እንዳፈላለየ ይዓቢ ማለት እዩ። ራብዐይቲ፣ ኣብ ክንዲ ተሌፎን ወይ ቲቪ just ላፕቶፕ ወይ ኮምፒተር ንግዝኣሎም። Of course ሎሚ ዓለም ከመይ ከም ትሕምበብ ዘላ ኩላህና ንፈልጦ እዩ። So ሎሚ ንንእሽቶ ቆልዓ just ከመይ ጌርካ coding ምግባር፣ ከመይ ጌርካ technology ምምሃር፣ ከመይ ጌርካ ቪድዮታት ምግባር፣ ከመይ ጌርካ ዝኾነ ነገር ፋይናንስ ምምሃር፣ ታክስስ ምምሃር ብንእሽተይ ነገር ሎሚ ብ laptop እንተምጺእካሉ ጽባሕ ዩኒቨርሲቲ ክኣቱ ከሎ እንታይ ይገብር ከም ዘሎ እንታይ ዓይነት ትምህርቲ ከም ዝምሃር ዘሎ ጽቡይ ጌሩ ክርድኦ ይኽእል ሎሚ ግን just ብተሌፎን እንተሂብካዮ Of course ጌም ክትጻወተሉ ዩ ዘይደሊ ካልእ ሙዚክን ገለን ክትጻወተሉ ዩ ብኸምዚ ድማ እንታይ ግዚኡ ይጠፍእ በሊሕ ከይኮነ ምሁር ከይኮነ ድማ ይተርፍ ማለት ዩ so ኣብ ክንዲ ቴሌፎን ካብ ንገዝኣሉ ወይ TV ዕስራን ኣርባዕተን ሰዓት ናብ ዘይጠቅም shows ካብ ዝርኢ just ላፕቶፕ ኣምጺእና ቴክኖሎጂ ዝኾነ ንዑ ዝጠቅም ንመጻኢ ክኾኖ ዩ ዝኾኖ ባዕሉ ዝፈልጦ just ላፕቶፕ ንግዝኣሉ። I hope ደስ ኢላትኩም ትከውን ነዘን ንኣሽቱ ነገራት ንደቅናን ንንኣሽቱ ኣሕዋትናን ከም ወለድን ከም ዓበይቲ ኣሕዋት ኮይንና just ጽቡቅ ጊርና ሕማቅን ጽቡቅን እንዳፈላለዩ ንክንመክሮም ንክንሕግዞም ነዘን ንኣሽቱ ነገራት እንዳተከተልና ኣብ ዝላዓለ ደረጃ ከም ዝበጽሑ ንሓግዞም ነዕብዮም thank you so much በቲ ትህቡና ዘለኩም ሪኢቶታት ሓሳባት ምትባዕ ብልቢ ከየመስገናኩም ክንሓልፍ ኣንደልና ከም ወትሩ please ንስኹም ንዓና ሼር ክትገብሩልና ከለኹም፣ ሳብስክራይብ ክትገብሩልና ከለኹም ብኻልእ መልክዕ ክንመጽእ ብሓድሽ ቪድዮ ክንመጽእ ምትባዕ ዓቢ ዓቢ ይገብረልና ማለት እዩ so please በቲ ዓቕምኹም ምስ ካልእ ሰብ ሼር ክትገብሩ ሳብስክራይብ ክትገብሩ ከለኹም ንዓና ዓቢ ዓቢ ዓቢ ሓገዝ እዩ ዝፈጥርልና so ብዝተኻለ መጠን just ሳብስክራይብ ሼር ላይክ ከይትርስዑ please thank you so much so ናይ ሎሚ ስላሉ በዚ ነይሩ ብኻልእ ክሳብ ንራኸብ ሰላም